ሰላም ጥዕና በልና ፍትዋትን ክብራትን ቤተሰብ ትግራይ ብሮድካስት ሰርቪስ ንዕለተ ሶኒ 4 ጥሪ 218 ዓ ም ዝተዋደዱ ሓደሽቲ እዋናዊ ምዕባለታት ሒዝናልኩም ቀሪብና ኣለና ሓበራዊ ፃኒሕትኩም ሳና ክተን ብምዕዳም ናብ ዘርዘራቶም ተሰጋጊርና ጀነራል ታደሰ ወረደ ነቲ ኣብ ወርሒ ሓምለ 216 ዓ ም ዝተዓናቐፈ ጉዳይ ምላስ ምዕራብ ትግራይ ንምቕፃል ናብ ስራሕ ከም ዝተመለሰ ኣፍሊጦም ኣፈላላይ ፖለቲካ ዘለዎም ጀነራላት ትግራይ ብወገኖም ምስ በዓል ጀነራል ታደሰ ወረደ ከም ዝስማዕምዑ ገሊፆም ኣለዉ ኣብዚ ጉዳይ ትካላት ውድብ ሕቡራት ሃገራት ምስ መንግስቲ ፌደራል ብምትሕባር ነዚ ግሁድ ንምግባር ተመያይጦም በዚ ሓዱሽ ክስተት ዝረዓዱ ንምዕራብ ትግራይ ብጎበጣ ዘመሓድሩ ዘለዉ ወረርቲ ብወገኖም ዘይመንግስታውያን ትካላት ክእግዱ ፈጺሙ ስልጣን ዘይብሎም ክነሶም ንዕቕሊ ጽበት ድብዳቤ ጽሒፎም ኣለዉ። ነዚ ብዝርዝር ክንድህስሶ ኢና። ብኻሊእ ሓበሬታ ኣብ መቐለ ስለያ እዮም ዝተብሃሉ ኣካላት ተታሒዞም ኣለዉ። ብኻሊእ ወገን ነቲ ጽምዶ ብዝብል ተበጊሱ ዝነበረን ርክብ ህዝቢ ምስ ህዝቢ በር ዝኸፈተ ፖለቲካዊ ዝምድና ዝትክእ ሓዱሽ ጽምዶ ብወገን ኤርትራ ከምዝተጀመረ ተሰሚዑ።

ሐዚ ንሕና ትግራይ ብምልእታ ዳስ ንሓዘን ዳስ ክንዳስ እያ እኹል ምኽንያት ኣለና እኹል ለይኾነ ስፒል ልገብር ምኽንያት ኣለና ንብፃሕ ማለት እዩ ንብፃሕ ሓደሓ ግዜ ዋላ ዝቐታል ይኽእል ይበፅሓካ ዋይ ዝብል ደስ ተበፃሕ ተኾንካ በፃሒ ትመርፅ እኮ ትብፃሕ ኣዮኻ ትበሃል ፅናዕ ትበሃል ዝኾነ ነገር እውን ሓዲጉልካ ይኸድ እንደገና ትብፃሕ ኣዮኻ ትበሃል እስኻ እውን መዓት ኣካል ዝተጎድኣ መዓት ገዛ ዝፈረሰ መዓት ዝተሰወ ብዙሕ ሽግር ኔርካ ትብጻሕ ትቅጽል ትቅጽል ትቅጽል መጨረሽትኡ ለማኒት ትግራይ ትኾን ድሓር ሐዚ መብዛሕትና እውን እንተይተፈለጠና ማለት እዩ ሓደ ሓደ ሆፕ ክብል ተሎስ ንዑ ተኩስና ጣዕ ጣዕ ጣዕ ንብሎ ኣታ ሓዘና ኔርና ሓዘና ኔርና so do you want us to remain in darkness ዓቐን ክህልወሉ ሓደ ሓደ እንትና ሽግር የለን እሱ ይሃሉ ሽግር የለን ኣነ ኣብ ትግራይ ብጣዕሚ ዘግርመኒ ነግረኩም ሰብ የብሉይ እኮ ሰብ ምንም ነገር የብሉይ ድሓር ወይ መርዓ ይገብር ገባር ማለት እዩ ወይ ግዛዕ ኣታ ጠቕላላ ብፍሰስ ተፋሰስ በቃ ጠቕላላ ቁጠብ እቲ ዝበልዖ ዘይተውዝሐሉ ካብቲ ዘየለ ትጨቃጨቆ ሓደ መዓልቲ ተሓጒሱ ይሞት ኣሎ እኮ ሰብ ሰብ ክስሕቅ ኣለዎ ባይዘ ሰብስ ጥዑይ ምግቢ በሊዑ በቃ ክሓልፍ ኣለዎ ቤተሰቡ ክጋብዝ ክኽእል ኣለዎ ናይና ኣሳይመንት ንዘይብሉ ህዝቢ ምምካር ኣይኮን ናትና ኣሳይመንት ናትና ኣሳይመንት ብዙሕ ንክህልዎ ምግባር እዩ ንሕና ግን እቲ ዘይብልና ንመኽሮ ከይተፋስስ ኣይትብላዕ ኣይትስተ ኣይትታሓጎስ ግዜ ኣይትበር ናትና ናይ ኤሌክትሮን ዝጎደሉ ምምላእ እዩ ስሩ እውን ርእሰ ይብልካ ይኳ ኣለና ነዚኣቶምን ካልኦት ምዕባለታትን ሒዝና ኣለና ምስ ትግራይ ብሮድካስት ሰርቪስ ጽንሑ። ብቐዳምነት ምዕራብ ትግራይ ሓዊስካ ብዙሕ ከባቢታት ትግራይ ንምምንዛዕ በረኻ ወፂኡ ዝነበረ ዕጡቕ ፋኖ ኢዱ ምሃብ ቀፂሉ ኣሎ። ብመሰረት እዚ ዕጡቕ ፋኖ ዝነበረ ኮርኔል ፋልታውን ሙሃባ ኢዱ ሂቦ። ኮርኔል ፋንታውን ሙሃባ ዝተባህለ ኣዛዚ ናይቲ ኣብ ወሎ ዝንቀሳቐስ ዕጡቕ ፋኖ ኢዱ ሂቡ ኣሎ። ኮርኔል ፋንታውን ሙሃባ ናብ ሎሚ ኣብ ዘውግሕ ለይቲ ሰዓት ትሽዓተ ኣብቲ ቦታ ንዝረዓደ ሰራዊት ምክልኻል ኢትዮጵያ ኢዱ ሂቡ ኣሎ። ዓጀብቱ እውን ኢዶም ንሰራዊት ምክልኻል ኢትዮጵያ ከምዝሃቡ ተፈሊጡ። ዕጡቓት ፋኖ ስምምዕ ፕሪቶርያ ክትግበር የብሉን፣ ዕጥቂ ሰራዊት ትግራይ ይፍታሕ፣ ናትና ግን ምዕራብ ትግራይ ጸለምትን ራያን ናይ ኣምሓራ ምዃኑ ከይተረጋገጸ ኣይፍታሕን ዝብል መበገሲ ብምግባር ኣብ ጽባሕ ስምምዕ ፕሪቶርያ ዕጥቃዊ ቃልሲ ከም ዝጀመርዎ ኣይርሳዕን። ሐዚ ግን ምስ ብልጽግና ኦሮሞ ዝነበረ ብልጽግና ኣምሓራ ገሊኡ ተኣሲሩ ገሊኡ ተለጣፊ ኮይኑ እቲ ዕጥቃዊ ቃልሲ ጀሚሩ ዝነበረ ድማ ተፈረኻኺሱ ኢዱ ይህብ ከም ዘሎ እዩ ዝንገረሉ ዘሎ። እዚ ምዕባለ ብዓይኒ ረብሓ ትግራይ ብጥንቃቐ ክተሓዝ ዝግባእ ምዃኑ ድማ ተዓዘብቲ ይምዕዱ ኣለው።

ኣብ መቐለ ስለያ'ዮም ዝተባህሉ ኣካላት ተታሒዞም። እቶም ብስለያ ዝተጠርጠሩ ኣካላት ናብ ቤት ፍርዲ ከም ዘምርሑ ዝተገለጹ ኮይኑ፣ ንኹሉ ትግራዋይ ይኹን ኤርትራዊ ነባሪ ክትማ መቐለ፣ ጽባሕ ሰሉስ ሰዓት ሰለስተ ብኣቆጻጽራ መቐለ ወይ ሰዓት ትሽዓተ ብኣቆጻጽራ ኣስመራ፣ እዞም ብኽልተ ጫፍ ኣብ ስእሊ ዘለዉ ዓወት ጸጋይን ሃፍቶም ወዲ ባላንቺናን ዝበሃሉ ኤርትራውያን ስለያ ህግደፍ ጨወይቲ ሓውና ዮሃንስ ኣብርሃ ኣብ ፍርዲ ዝቐርብሉ መዓልቲ ምዃኑ ተፈሊጡ'ሎ። ስለዝኾነ ድምፂ ክትኮንዎ ኣብቲ መጋባእያ ቀዳም ወያነ ዝበሃል ቤት ፍርዲ ክትርከቡ ብትሕትና ነተሓሳስብ ክብል ድማ ኣብ ጎኒ ህዝቢ ትግራይ ኮይኖም ብምቅላስ ዝፍለጡ ደለይቲ ፍትሒ ኤርትራውያን ፀዊዖም ኣለዉ። ከምዝፍለጥ ሓው ዮውሃንስ ኣብቲ ናይ ክባን ዕፅዋን ኩናት ትግራይ ምስ ኣርማ ዓሰርተ ሓሙሽተ ተሰሊፉ ዝጋደል ዝነበረ ተቓላሳይ እዩ። ቤት ፍርዲ መቐለ ድማ ብዛዕባ እዚ ይከታተሎ ከምዘሎ እዩ ዝገልፅ ዘሎ። ምስዚ ጉዳይ ኣተሓሒዙ ሓሳቡ ዘካፈለ ኤርትራዊ መምህር ተመስገን ካሕሳይ መጭወይትን ሓዱሽ ፖለቲካ ኤርትራውያን ዕስራ ዕስራን ሽዱሽተን ብሰሪ መልክዕ ዘይብሉ ፖለቲካና ዛግይድ ብዙሓት ዜጋታትና ስኢንና ኣለና። ብዙሓት ኤርትራውያን ብዜካ ብስደትን ከርተትን ምድረበዳን ባሕርን ብዙሓት እውን መእተዊኦም ኣይፍለጥን። እዚ ጉዕዞ ጽንተት ኣበይ ደው ከም ዘብል እውን ኣይፍለጥን ክብል ስክፍትኡ ገሊጹ ኣሎ። ብምቕጻል እዚ ናይ ዕንክሊል ህይወት ህዝብና ሎሚ እውን ብመጭወይቲ ካብ ስነ ጥበባውያን ኣሕዋትና ካብ ማእከል መቐለ ትግራይ ቀጺሉ ኣሎ። እዚ ኣጋጢሙ ዘሎ መጭወይቲ ኣሕዋትና ድሕሪ እቲ ሰላም እናተብሃለ ዝዝመረሉ ዘሎ መስርሕ ጽምዶ ድሕሪ ምጅማሩ ዝሰዓበ ክሳራ እዩ ዝበል ኾይኑ። ዝበዝሑ ደለይቲ ለውጢ ኤርትራውያንን ተጋሩን ንስርዓት ህግደፍን መሪሕነት ውድብ ህወሓትን ከም ናይ ሓንቲ ሳንቲም ክልተ ገጽ ማዕረ ንማዕረ ሓደ ጌሮም ክዛረብሎም ክወቕስዎም ይስምዖም። እዚ እቲ ዝዓበየ ግጉይ ስእሊ እዩ። ከመይ ኢሎም ማዕረ ሓደ ክኾኑ ኣይኽእሉን። እዞም ከምዚ እናበሉ ዝሰብኩ ሰባት ብልክዕ ጸገሞም ዘይርድኡ፣ ብሓቂ ለውጢ እውን ዘይደልዩ ሰባት እዮም። ሓደ ደላይ ለውጢ። ደላይ ሰላም ማለት ክኸውን ኣለዎ። ለውጢ ከምጽእ ድማ ንጹር ስእሊ ክህልዎ ይግባእ። ንጹር ስእሊ ዘይብሉ ቀስቱ ብግቡእ ኣይወግእን። ንብዙሕ ጥዑይ ኣካላቱ እናቑሰለ እናድመየ እዩ ንባዕሉ ዝቐትል ክብል ኣገንዚቡ ኣሎ። ህዝቢ ኤርትራን ትግራይን ግና ዕድሎም ሓደ፣ ሰላሞም ብሓደ ዘውሕሱ ህዝቢ እዮም ዝበለት ኤርትራዊ ደላይ ፍትሒ፣ እዚ ማለት ንኽልቲኦም ሒዝዎም ዘሎ ሕማም ሓደ ዓይነት እዩ ማለት ኣይኮነን። ስለዚ ንምፍዋሶም ኢልና እንህቦም ከኒና ሓደ ዓይነት ከኒና ኣይኮነን። ኣብ ኤርትራ ስርዓታዊ ለውጢ ንምምጻእ ናይ ህዝቢ ትግራይ ናይ ሓደስቲ ወለዶ ፖለቲከኛታትን መናእሰያት ህዚ ትግራይን ደገፍ ከድልየና እዩ። ኣብ ውሽጢ ትግራይ ኣሰታፊ ሓቋፊ መንግስቲ ክቐውም ናትና ናይ ህዝቢ ኤርትራ ናይ ሓደሽቲ ወለዶ ፖለቲከኛታትን መናእሰያትን ኤርትራ ምድግጋፍ ከድሊ እዩ ክብል ኣገንዚቡ ኣሎ። ብኻልእ ሓበሬታ ነቲ ጽምዶ ብዝብል ተበጊሱ ዝነበረ ንርክብ ህዝቢ ምስ ህዝቢ በር ዝኸፈተ ፖለቲካዊ ዝምድና ዝትክእ ሓድሽ ጽምዶ ብወገን ኤርትራ ከም ዝተጀመረ ተሰሚዑ። ኤርትራዊ መምህር ተመስገን ካሕሳይ ብዛዕባ እዚ ተጀሚሩ ዘሎ ንኣኽረርቲ ኤርትራውያን ጥራሕ ዝሓቖፈ ጽምዶ ከም ዝተጀመረ ኣቃሊዑ ዘሎ። ኣብ ዕስራ ዕስራን ሽዱሽተን ፈሊጥና ዝብሉ ደለይቲ ለውጢ ኤርትራውያንን ኣብ ፈቐዶ ሚድያታት ሓዱሽ ኤርትራዊ ሓይሊ ንምፍጣር ብዝብል ሓዱሽ ቴማ ክቕልቀሉ ንዕዘብ ኣለና ዝበለ መምህር ተመስገን እቲ ብደገ ዝረእ ዘሎ ሕብሪ ደገፍትን ተቐወምትን ብሓባር ጽምዶ ኤርትራውያን ንስርዓታዊ ልውጢ ዝብል ክኸውን ከሎ እቲ ውሽጣዊ ቀንዲ ዘራኽቦም ሓቀኛ ሕብሪ ግና እቲ ምስ ህዝቢ ትግራይ ተጀሚሩ ዘሎ ምቅርራብ ምስ ኩሉ ክፍኣቱ ናብ ህዝቢ ወሪዱ መሰረት ከይተክል እዩ ክብሉ ንዘሎ ሓዱሽ ሕቡእ ድሌት ኣቃሊዑ ኣሎ። እዞም ነዚ ተበግሶ ጀሚሮም ዘለዉ ብኣግዚፉ ዘርኢ ማይክሮስኮፕ እንተጠሚትካዮም ድማ ኣብ ምቅዋምን ኣብ ምድጋፍን ዝጸንሑ ኮይኖም እቶም ደገፍቱ ነቲ ኣብ ዒስራ ዒስራ ኣብ ልዕሊ ህዝቢ ትግራይ ዝወረደ ጨፍጫፍ ዓው ኢሎም ትግራዋይን ተመንን ርእሲ ርእሶም ጽንተት ዝኣወጁ ክኾኑ እንከለዉ እቶም ኣብ ደለይቲ ለውጢ ዝጸንሑ ድማ ምስ ህዝቢ ትግራይ ክደናገጹ ጸኒሖም ሰራዊት ትግራይ ንመቐለ ብዓወት ምስተመለሰ ብዘይሕንከት ሰራዊት ትግራይ ዶብ ኤርትራ እንተሰጊሩ ምስ ሰራዊትና ብማል ወግዓዊ መግለፂ ዝሃቡ'ዮም ብማል እቶም ሰብ ተቐያያሪ ሕብሪ ዝኾኑ ሰባት ዘንቀልዎ ምዃኑ ገሊፁ'ሎ። ሐዚ ዝነቅል ዘሎ ፅምዶ ኤርትራውያን ኣንፃር ሓደ ፀላኢ ብዝብል ቴማ ኣማራፂ ሓይሊ ንሰላም ዘይኮነስ ነቲ ኣብ ኤርትራ ዘሎ መሪሕነት ስርዓት ህግደፍ ከም ዘይወደባት ዝርኢ መንፈስ ዝሓዘ ኣብ መፃኢት ኤርትራ ብዘርኢ ዲኤንኤ ፖለቲካዊ ስርዓት ክትከል ዝሓስብ ሓደገኛ ካብ ስርዓት ህግደፍ ዝኸፈ ኣብ ልዕሊ ትግራዋይ መበቆል ዘሎዎም ኤርትራውያን ዜጋታት ኣረሜንነት ዝተሰከመ ስነ ሓሳብ'ዩ ክብል ብትሪ ዝነቐፈ መምህር ተመስገን፣ ስዉር ሕቡእ ጽልኢ ከም ሰቲ ሽላን ብምንስናስ ድማ ብዙሓት ከም ዘዕስል ድማ ዘጠራጥር ኣይኮነን። ሕማቕ ትዕድልቲ ኮይኑ ድማ ህዝቢ ኣፍሪካ ብሓፈሻ ካብ ኣብ ፍቕሪ ኣብ ጽልኢ ክዓስል ይሰልጦ ብምባል ጓሂኡ ገሊጹ። ኣብ መወዳእታ ዘርኢ ትግራይን ዘርኢ ኤርትራን ተባሂሉ ኣብ ክልተ ዝኸፈለ ነገር የለን። ኤርትራን ኢትዮጵያን ብምባል ክትኸፋፍል ንቡር'ዩ። ኣብ ዘርኢ እንተመጺእኻ ግና ዘርኢ ትግራይ ኣብ ክልቲኡ ሃገር ነይሮም፣ ኣለዉ፣ እዛ ምድሪ ክሳብ ዘላ ክሳብ ምጽኣት እውን ክህልው ግድን እዮም። ትማል ንተጋሩ ብዘሮም ከም እንስሳ ክንሃድኖም እንከለና እቶም ቤንሻንጉል እቶም ኦሮሞ እቶም ጸለምቲ እቶም ኣዕራብ እንታይ እዮም ኣይነበረን። እንተ ንሕና ኤርትራውያን ግና ዘርእና ኢና ነጽንት ንቐትል ንጋሰስ ነቐቃጽል ንዘምት ኔርና። ልዕሊ ፖለቲካ ዓለም መጀመርታ ንሰርዖ ድማ ዘርእና ከይጸንት ብማል ድማ ነቲ ርክብ ህዝቢ ምስ ህዝቢ ክምዕብል ከም ዝሰርሕ ገሊጹ ኣሎ። እዚ ሕጂ ጀሚሩ ዘሎ ጽልኢ ህድዩ ኲናት ኣብ መንጎ ኣሕዋት ደው ዘብል ጀሚሩ ዘሎ ጽምዶ ህግደፍን መሪሕነት ህወሓትን ምስ ኩሉ ክፍኣቱ ንክልቲኡ ህዝቢ ኤርትራን ትግራይን ኣብ መጻኢ ትርፊ ክህልዎ እዩ። ኣብዚ ዕስራ ዕስራን ሽዱሽተን ቃልስና ድሕሪ ሞት ኢሳያስ ኣፈወርቂ ዝተተስፈወ እዩ። ኢሳያስ ኣፈወርቂ ብህይወት እንከሎ ዝልወጥ ዝዕረ ኣብ ኤርትራ ሓድሽ ነገር የለን። ነዚ ጀሚሩ ዘሎ ህድኣት ኣብ መንጎ ኣሕዋት ህዝብታት ብምስትውዓልን ብዓብይ ተስፋን ንድፈ እዮ ክብል መምህር ተመስገን ካሕሳይ ተማሕጺኖም። ብኻሊእ ወገን ሓይሊ ኣየር ሱዳን ናብ ደቡብ ኢትዮጵያ ዝነበረ ዓብዪ መኽዘን ኢማራት ሓምሺሹ። ብተመሳሳሊ ሱዳን ሓደ ነጥቢ ሓሙሽተ ቢሊዮን ዶላር ወፃኢ ዝገበረትሉ ኣፅዋር ካብ ፓኪስታን ገዚኣ ኣላ። ስትራቴጂክ ድሮናት፣ ሚጋትን ካልኦት ዘመናዊ ኣፅዋርን ዝሓቖፈ ዕድጊ ኣፅዋር ተወጊኑ ኣሎ። ስዑዲ ዓረብያ ነዚ ዕዳጋ ማእኸል ኮይና ዝተሓባበረት ሃገር እያ። ሱዳን ብመንግስቲ ኢትዮጵያ፣ ኢማራትን ንዝድገፍ ሓይሊ ሓይልታት ወሃቢ ህፁፅ ደገፍ ንምድምሳስ ኣብ ሰፊሕ ወታደራዊን ዲፕሎማሲያዊን ምድላው ተፀሚዳ ኣላ። ብኻልእ ወገን ሱዳን ኣብ ዶብ ኢትዮጵያ መጥቃዕቲ ኣየር ፈጺማ ኣላ። እቲ መጥቃዕቲ ኣብ ከባቢ ቤንሻንጉል ጉሙዝ ያቡስ ኣብ ዝተባህለ ቦታ እዩ ተፈጺሙ። ትማሊ ተፈጺሙ ዝተባህለ መጥቃዕቲ ኣብ ዶብ ሱዳን ኢትዮጵያ ዝተኻየደ ፈላማይ ደብዳብ ኮይኑ ተመዝጊቡ ኣሎ። በዚ ደብዳብ ካብ ኢትዮጵያ ናብ ሱዳን ዝንቀሳቐስ ዝነበረ ብርክት ዝበለ ኣጽዋር ከም ዝዓነወ እውን ተፈሊጡ። ከም ዝፍለጥ ኣብዚ እዋን መዕርፎ ነፈርቲ ኣሶሳ ኢትዮጵያ ብቴክኖሎጂ ድሮን ቱርክን ሎጂስቲካዊ ደገፍ ሕቡራት ኢማራት ዓረብን ዝተደገፈ ወሳኒ ወታደራዊ ማእከል ኮይኑ ይርከብ። ኣብዚ ቀረባ እዋን ዝተራእየ ምስፍሕፋሕ ሃገራትን ንምዕቡላት ሰብ ኣልቦ ነፈርቲ ዝተዳለወ ኮይኑ፣ ምስቲ በዝሒ ዘለዎ በረራታት ኢማራት ተደሚሩ ነቲ ቦታ ኣብ ጥቓ ዶብ ሱዳንን ዲጋ ህዳሰ ዝርከብ ስትራቴጂካዊ ማእኸል ገይርዎ ይርከብ። ብኻሊእ ሓበሬታ ሃገራዊ ሰራዊት ሱዳን ግዝያዊ መቐመጢ መንበሩ ካብ ዝነበሮ ፖርት ሱዳን ናብ ዋና ከተማ ሱዳን ካርቱም ምምላሱ ቀዳማይ ሚኒስተር ሱዳን ካሚል ኢድሪስ ብዕሊ ኣፍሊጡ። ቀዳማይ ሚኒስተር ሃገረ ሱዳን ዶክተር ካሚል ኢድሪስ ካብ ሓዱሽ ቢሮኡ ኣብ ዝሃቦ መግለጺ ነዚ ዕለት ኣብ ታሪኽ ሱዳን መቐይሮ ነጥቢ ክብል ገሊጹዎ ኣሎ። ሎማዕንቲ ተመሊስና ኣለና፣ መንግስትና ናብ ዋና ከተማና ተመሊሱ ኣሎ፣

ሎጂስቲክስ ተሓዳሲ ጸዓት ናይ ምትሕባር ስምምዓት ድሕሪ ምፍራማ ድሕሪ ሰሙናት ቀዳማይ ሚኒስትር ኣብዪ ኣሕመድ ምስ ፕረዚደንት እስማዒል ዑመር ጊለ ንምዝርራብ ዑደት ወደብ ዶራላን ንምክያድን ናብ ጅቡቲ ኣትዮም። ኣብዪ ድሕሪ እቲ ዑደት ኣብ ዘርጎ ሓበሬታ ምስቲ ፕረዚደንት ዝተገበረ ዘተ ጂኦፖለቲካዊ ዳይናሚክስ፣ ዞባዊ ሰላምን ጸጥታን ከምኡ'ውን ኣብ ምሕያል ክልተኣዊ ምትሕግጋዝ ብፍላይ ኣብ ንግዲ፣ ሎጂስቲክስን ልምዓትን ዘተኮረ ምዃኑ ብምጥቃስ፣ ንምርግጋዕ ቁጠባዊ ውህደትን ሕድሕዳዊ ብልጽግናን ዘሎ ሓበራዊ ተበግሶ ከምዘረጋገጸ ገሊጾም። እዚ ዑደት ኣብ ሎጂስቲክስ ቀይሕ ባሕሪ ዝለዓለ ዞባዊ ኣቓልቦ ኣብ ዝረኸበሉ ዘሎ እዋን'ዩ ዝካየድ ዘሎ። ብ ዕስራን ሸውዓተን ታሕሳስ ዕስራ ዕስራን ሓሙሽተን ኣቆጻጽራ ፈረንጂ፣ ግብጽን ጅቡትን፣ ምክትል ቀዳማይ ሚኒስተር ልምዓት ኢንዳስትሪ ግብጽን ሚኒስተር ኢንዳስትሪን ትራንስፖርትን ካሚል ኤል ዋዚር ኣብ ዘካየዶ ወግዓዊ ዑደት፣ ሰለስተ ናይ ምትሕብባር ስምምዓት ከምዝፈረማ በዓል መዚ ወደባትን ነጻ ዞባታትን ጅቡቲ ሓቢሩ ነይሩዮ። ስትራቴጂካዊ ዑደት ኣብይ ኣሕመድ እምበኣር ካብዚ ዝብገስዮ። ኣብ ኣህጉራዊ መዕርፎ ነፈርቲ ጅቡቲ ምስ በጽሐ ብፕረዚደንት እስማዒል ዑመር ጊሌ ብዙሕል መንገዲ ተቐቢሉዎ። እቲ ዑደት ኣብ ቀርኒ ኣፍሪካ ዝለዓለ ዞባዊ ወጥሪ ኣብ ዝርከበሉ እዋን ስለዝኾነ ኣገዳሲዮ። እዚ ዑደት ግብጺ ንብዙሕ ዕላማ ዘለዎ ወደብ ዶራለ ንምምዕባል ምስ ጅቡቲ ስምምዕ ከም ዝፈረመት ድሕሪ ብወግዒ ምግላጽ ሓደ መዓልቲዮ። እዚ መስመር እዚ ልዕሊ ተስዓን ሓሙሽተን ሚእታዊ ናይ ወጻኢ ንግዲ ኢትዮጵያ ዝካየደሉ ኣገዳሲ መገዲ ምዃኑ እውን ይፍለጥ። እቲ ዑደት ዝካየደሉ ግዜ ብዓይኒ ጂኦፖለቲካዊ ኣረኣእያ ወሳኒ እዩ። ኢትዮጵያን ጅቡትን ካብ ቅርበትን ምሕዝነትን ሓሊፈን ኣብ ነንሕድሕደን ኣገደስቲ እኳ እንተኾና፣ ኣብዚ ቀረባ ዓመታት ግን ኢትዮጵያ ኣማራጺ ወደብ ባሕሪ ንምድላይ ምስ ሶማሊላንድ ናይ መረዳዳ መዘክር ምፍራማ፣ ምውሳኽ ክፍሊት ወደብ፣ ወጻኢታት መተሰረተ ልምዓት፣ ከምኡ'ውን ኣብ ጉዳይ ሶማልያ ብዘለወን ዝተፈላለየ መርገጽ ዝምድነን ሓሽኪሩዮ። ግብጺ ኣብ ልዕሊ ጅቡቲ፣ ብፍላይ ምዕባለ ወደብ ዶራላህ፣ ዘለዋ ጽልዋ እናወሰኸ ዝኸይድ ዘሎ ንኢትዮጵያ'ውን ዘተሓሳስባ'ዩ። ስለዚ እዚ ውዕደት'ዚ ነዚ ፍልልያት'ዚ ንምጽባብ፣ ጅቡቲ ብከም በዓል ግብጺ ዝኣመሰሉ ናይ ደገ ተዋሳእቲ ከይትምዝመዝ ንምክልኻል፣ ስትራቴጂካዊ ጽልዋ ኢትዮጵያ ንምርግጋጽ'ዩ ኣብዪ ተጓዩ ዘሎ። ኢትዮጵያ ኣብ ወደባት ጅቡቲ ጽግዕተኛ ስለዝኾነት፣ ኣዒንታ ካብታ ሃገር ከተንቅል ኣይትኽእልን። ትግራይከ ዝብል ሕቶ ዘልዕሉ ወገናት ድማ ወይ እምባ ኹን ወይ ድማ ናብ እምባ ተፀጋዕ ዝብል ኣማራፂ ኣብዚ ተኣፋፊ እዋን ኣገዳሲ ምዃኑ ይገልፅ'ሎ። ተንታኒ ሰሎሞን ኣርኣያ ኣብዚ ዛዕባ ተደሪኹ ኣብ ዝዘርግሖ ፅሑፍ፣ ቀርኒ ኣፍሪካ ብሓፈሻ ማያት ቀይሕ ባሕሪ ድማ ብፍላይ ብሰንኪ ሓደሽቲ ፖለቲካውን ወታደራውን ናይ ወፃኢ ኢድ ኣታውነት ኣብ ከቢድ ወጥራት ይርከበ'ሎ ኢሉ። ብምኽንያት እዚ ድማ ጂኦፖለቲካ ናይ ቀርኒ ኣፍሪካ መልክዑ እናቐየረ ይርከበ'ሎ። መንግስታት ኤርትራ፣ ሱዳን፣ ኢትዮጵያን ግብፅን ኣብ ሓያል ሸመታ ወተሃደራዊ ኣጽዋራት ተጸሚደን ኣለዋ። ኤርትራን ኢትዮጵያን ካብ ኣዘርቫዣንን ሩስያን፣ ሱዳን ካብ ፓኪስታንን ካልኦት ሃገራትን፣ ግብጺ ካብ ኣሜሪካን እስራኤልን ለይትን ቀትርን ኣጽዋራት ኲናት፣ ዘመናዊ ሓይሊ ኣየርን ድሮናትን ሚሳይላትን ይጓርታ ኣለዋ። ሶማልያ ገማግም ባሕራ ንግብጽን ቱርኪን ወተሃደራዊ መዓስከር ብምሃብ ዶባ ተሓጺራ ኣላ። እስራኤል ንሶማሊላንድ ከም ሃገር ኣፍልጦ ድሕሪ ምሃባ፣ ሓይሊ ኣየር እስራኤል ኣብ ሰማያት ሶማሊላንድ ክዝምብያ ተራእየን ኣለዋ። እስራኤል ኣብ ቀይሕ ባሕርን ወሽመጥ ዓደንን ዘለዋ ረብሓ ንምሕላው፣ ካብ ሁቲ ክመጽኣ ንዝኽእል መጥቃዕቲ ንምክልኻልን ንምምካትን እንሆ ኣብ ሶማሊላንድ ወታደራዊ መዓስከር ክትምስርት ትሸባሸብ ኣላ። እዚ ንምግባርን ንምትግባርን በእስራኤል ዝምራሕ ሓዱሽ ናይ ለውጢ ኪዳን ጥምረት ተፈጢሩ ኣሎ። ኢትዮጵያ፣ ኢማራት ዓረብ፣ ሶማሊላንድ ኣብ ወታደራዊ ጥምረት እስራኤል ኣትየን ኣለዋ። ዕላማ ኢትዮጵያ ብኹሉ ኣንፈት ናብ ባሕሪ ንምርካብ። ዕላማ ሶማሊላንድ ዓለምለኻዊ ኣፍልጦ ንምርካብ እዩ። ዕላማ እስራኤል ስግኣታት ሁቲን ካልኦት ፀላእተይ ትብሎም ሓይልታትን ብርሕቐት ንምምካት ኣብ ቀርኒ ኣፍሪካ ብሓፈሻ ኣብ ማያት ቀይሕ ባሕሪ ብፍላይ ወታደራዊ መዓስከራት ምድኳን እዩ። ግብፅን ኤርትራን ንሓዱሽ ጥምረት ዓለማዊ ለውጢ ብሓፈሻ ንሓዱሽ ጥምረታዊ ለውጢ እስራኤል ብፍላይ ብትኹረት እናተኸታተላ ንምፍሻሉ ይሰርሓ ኣለዋ። ቀንዲ ዕላማ ጥምረት ግብፅን ኤርትራን ኢትዮጵያ ኣብ ቀይሕ ባሕሪ ዋንነት ንከይትረክብን ንከይትዕብልልን ንምክልኻል እዮም። ብፍላይ ግብጺ ምስ ግድብ ኣባይ ብዝተተሓዘ ምኽንያት ኣብ ኢትዮጵያ ዘለዋ ስግኣት ንምቕናስ ብናይ ቀረባ ርሕቐት ብወታደራዊ ሓይሊ ንምቁጽጻርን ንኢትዮጵያ ንምድኻምን ለይትን ቀትርን ብዘይ ዕረፍቲ ትሰርሕ ኣላ። ኤርትራ ኣካል ናይቲ ብስዑዲ ዓረብን ግብጽን ዝምራሕ ዘሎ ሓዱሽ ናይ ለውጢ ኪዳን ኮይና ምስ ሞቓድሾ ሶማልያ ምስ ስዑዲ ዓረብን ግብጽን ዝያዳ ምቅርራብ ገይራ ብህድኣት ትጓዓዝ ኣላ። ኮታ ኩሉ ብሓፈሻ ቀርኒ ኣፍሪካ ኣቓልቦ ዓለም ስሒቡ ኣሎ። ኣሜሪካ፣ ሩስያ፣ ቻይና ክልተ ዓይነን ኣብ ቀርኒ ኣፍሪካ ተኺለን ተፋይጠን ኣለዋ። ወጻኢ ጉዳይ ሚኒስተር ቻይና ትማሊ ናብ መቓድሾ ሶማልያ ክገብሮ ሓሲቡ ዝነበረ ዑደት ብዘይተፈለጠ ምኽንያት ሰሪዝዎ ኣሎ። እሞ እማ ቀርኒ ኣፍሪካ ናይ መወዳእታ ዕጫ እንታይ እዩ ክኸውን ዝብል ሕቶ ንብዙሓት ኣሻቒሉ ይርከብ ኣሎ ዝብል ሓበሬታ ብምክፋል ኣብ መወዳእታ እቲ ጎብለል ቀርኒ ኣፍሪካ ዝነበረ መሪሕነት ትግራይከ ብየማነ ጸጋማይ ትኪ እናተኸኸ እንታይ ይገብር ኣሎ ክብል እዩ ሓቲቱ ዘሎ። ብናተይ እምነት ንዓይ ከም ዝመስለኒ ኣብዚ ሕዚ ሰዓት መሪሕነት ትግራይ ሰለስተ ምርጫ ዘለዎ ኮይኑ ይስመዐኒ ዝበለ ሰለሙን ኣርኣያ ቀዳማይ ኣብ ሓዱሽ ናይ ለውጢ ጥምረት እስራኤል ኢትዮጵያ ምእታው ካልኣይ ኣብ ሓድሽ ናይ ለውጢ ጥምረት ኤርትራን ግብጽን ምእታው፣ ሳልሳይ ነብስኻ ክኢልካ ካብ ክልቲኡ ደምበ ጥምረት ርሒቅካ ኣብ በሊሕ መላጸ ረጊጽካ ንኹሉ እንተታት ከከም ኣመጻጽእኦም ምቕባል። ስለዚ መሪሕነት ትግራይ ወይ እምባ ኹን ወይ ናብ እምባ ተጸጋዕ፣ ብሓያል ማዕበል ከይትውቃዕ ዝብል መልእኽቲ ኣመሓላሊፉ ኣሎ። ብዙሓት ገለ ካብዚ ስትራቴጂካዊ ገለልተኝነት ዝበሃል ኣምር ኣብዚ ግዜ'ዚ ኣብ ዓለማዊ ፖለቲካ ኣዝዩ ኣገዳሲ እናኾነ ዝመጽእ ኣምር እዩ ብምባል ስትራቴጂካዊ ገለልተኝነት ማለት ሓደ ሓይሊ፣ ሃገር ወይ ውድብ ኣብ መንጎ ዝጋጨዉ ዓበይቲ ሓይልታት ወይ ጥምረታት ወገን ከይሓዘ፣ ንርእሰ ጥቕሙ ጥራሕ መሰረት ገይሩ ዝኽተሎ ናይ ዲፕሎማሲ ኣገባብ እዩ። እዚ ካብቲ ንቡር ገለልተኝነት ይፍለዮ። ምኽንያቱ እቲ ንቡር ገለልተኝነት ካብ ኲናት ንምህዳም ዝግበር ክኸውን እንከሎ፣ ስትራቴጂካዊ ገለልተኝነት ግን ንጥቕሚ ኢልካ ብንጥፈት ዝግበር ናይ ሚዛን ስራሕ እዩ ይብሎ። ናይ ክልቲኦም ቀንዲ ፍልልያት፣ ንቡር ገለልተኝነት ኣብ መንጎኹም የለኹን፣ ኣይተንኩይኒ ዝዓይነቱ ኮይኑ ዝበዝሕ ግዜ ብሕጊ ወይ ብውዕል ዝተኣሰረ እዩ። ንኣብነት ስዊዘርላንድ። ስትራቴጂካዊ ገለልተኝነት ምስ ክልቴኹም ክሰርሕ እየ ግን ናይ ዋላ ሓዲኹም ኣባል ኣይኮንኩን ዝዓይነቱ ኮይኑ ተዓጻጻፍነት ዘለዎ እዩ ብማል የተሓዝዎ። ምስ ትግራይ ብዝተተሓዘ ትንተና ትግራይ ከም ሓደ ጂኦፖለቲካዊ ረቑሒ ኣብዚ ሐዚ ዘሎ ፖለቲካዊ ኩነታት ኢትዮጵያን ቀርኒ ኣፍሪካን ስትራቴጂካዊ ገለልተኝነት ክትክተል ትኽእልዶ? እንተተኸቲላኸ እንታይ ረብሓን ብድሆን ኣለዎ ዝብል ሕቶ ብምቕራብ ዝስዕብ ኣማራጺ ሓሳብ ሂቦም ኣለዉ። ኣብ መንጎ ዓበይቲ ሓይልታት ኣብዚ ሕዚ ግዜ ኣብ ቀርኒ ኣፍሪቃ፣ ኣብ መንጎ ምዕራባውያን፣ ኣሜሪካን ኣውሮፓን፣ ሓይልታት ምብራቕን፣ ሩስያን ቻይናን ሓያል ውድድር ኣሎ። ትግራይ ምስ ምዕራባውያን ጥቡቕ ርክብ እንተመስሪታ፣ ሩስያን ቻይናን ከም ስግኣት ክርእያ ይኽእላ። ስትራቴጂካዊ ገለልተኝነት ተጠቒማ ግን ካብ ምዕራባውያን ሰብኣዊ ሓገዝን ዲሞክራሲያዊ ደገፍን ክትረክብ እንከላ፣ ካብ ቻይና ድማ ንኢንቨስትመንትን ህንጸት መሰረተ ልምዓትን ዝኸውን ዕድላት ክትረክብ ትኽእል። ኣብ መንጎ ቀቢላዊ ክልላዊ ፖለቲካ ኢትዮጵያ፣ ኣብ ውሽጢ ኢትዮጵያ ኣብ መንጎ ዝተፈላለዩ ፖለቲካዊ ሓይልታት ንኣብነት ኣብ መንጎ ፌደራሊስትን ማእኸላይነትን ዝደልዩን ቃልሲ ኣሎ። ትግራይ ኣብ ኩሉ ኲናት ወገን ካብ ምሓዝ ተዓቂባ ስትራቴጂካዊ ገለልተኝነት ብምጥቃም ንባዕላ ክታንፅን ድሕነታ ክተረጋግፅን ትኽእል። እዚ ማለት ንረብሓ ትግራይ ክሳብ ዘይተንከፈ ድረስ ኣብ ናይ ካልኦት ወገናት ግጭት ኢዳ ከየእተወት ምስ ኩሎም ብሰላም ክትነብር ምኽኣል ማለት እዩ። ምስ ጎረባብቲ ሃገራት ንኣብነት ግብፅን ሱዳንን ምስ ኢትዮጵያ ኣብ ጉዳይ ግድብ ህዳሰን ምስኡ ዝተኣኣሰሩ ምስሕሓባትን ትግራይ ኣብ መንጎ ፌደራል መንግስትን ታሕተዎት ተፋሰስ ሃገራትን ግብጺ ሱዳን ክትድረት ትኽእል እያ። ኣብዚ ስትራቴጂካዊ ገለልተኝነት ምጥቃም ማለት ብሓደ ወገን ሃገራዊ ረብሓ ክተኽብር እንከላ፣ ብኻልእ ወገን ድማ ምስ ጎረባብቲ ሃገራት ንግዳውን ጸጥታውን ርክባታ ከይተበላሸወ ክትሕዞ ትኽእል ማለት ምዃኑ ኣገንዚቦም ኣለው። እዚ ኣምር እዚ ዘለዎ ረብሓታትን ብድሆታትን ንትግራይ ድማ ካብ ዳግማይ ኲናት ምድሓን ወገን ብዘይምሓዝ፣ ትግራይ ዳግማይ ናይ ሓይሊ ግጭት መድረኽ ከይትኸውን ትከላኸል። ቁጠባዊ ዕብየታ ካብ ዝተፈላለዩ ምንጭታት ምዕራብ ይኹን ምብራቕ ናይ ልምዓት ሓገዝ ክትረክብ ትኽእል። ዲፕሎማሲያዊ ክብሪ እውን ከም መተዓረቒት ወይ ሚዛን እትሕዝ ሓይሊ ኮይና ክትረኣ ትኽእል። ብድሆታታ ድማ እምነት ምጥፋእ፣ ክልቲኦም ወገናት ምሳና ዘየለኻ ጸላኢና ኢኻ ዝብል ስግኣት ክሓድሮም ይኽእል። ሓያላት ሃገራት ወገን ንኽትሕዝ ብቁጠባ ወይ ፖለቲካዊ መንገዲ ጸቕጢ ከውርዳላ ይኽእላ ዝብሉ ኮይኖም ኣብ መወዳእታ ግን ንትግራይ ስትራተጂካዊ ገለልተኝነት ማለት ንትግራይ ዘርብሕ ክሳብ ዝኾነ ምስ ኩሉ ንሰርሕ ኣብ ናይ ካልኦት ኲናትን ግጭትን ግን ኣይንጽመድን ዝብል መትከል ምሓዝ ማለት እዩ። እዚ ድማ ኣብዚ ናይ ሕውየት እዋን ንህዝቢ ትግራይ ኣዝዩ ኣገዳሲ እዩ ተባሂሉ ተኣሚንሉ ኣሎ። ትግራይ ብሮድካስት ሰርቪስ ናብ ዘወረዶ ካሊእ ሓበሬታ ተሰጋጊርና። ጀነራል ታደሰ ወረደ ነቲ ኣብ ወርሒ ሓምለ ክልተ ሽሕን ዓሰርተ ሽዱሽተን ዓመተ ምህረት ኣብ ዘመነ ጌታቸው ረዳ ዝተዓናቐፈ ጉዳይ ምዕራብ ትግራይ ንምቕፃል ናብ ስራሕ ከምዝተመለሰ ኣፍሊጦም። ዘላቒ መፍትሒ ንተመዛበልቲ ትግራይ ብዝምልከት ፕረዚደንት ጊዚያዊ ምሕዳር ትግራይ ጀነራል ታደሰ ወረደ ምስ ዝምልከቶም መዳርግቲ ኣካላት ሎሚ ጥሪ ኣርባዕተ ክልተ ሽሕን ዓሰርተ ሸሞንተን ዓመተ ምህረት ዘትዮ። እቲ ፕረዚደንት ከም ዝገለጾ፣ ኣብ ዝተፈላለዩ መዓስከራት ዝርከቡ ተመዛበልቲ ወገናት ክረምቲ ቅድሚ ምእታዉ ናብ መረበቶም ክምለሱን ንቐጻሊ ምግቢ ውሕስንኦም ንምርግጋጽ ናይ ክረምታዊ ማእቶት ቐዲሞም ብምውጋን ካብ ቀጻሊ ተሓጋዛይነት ክላቐቑ ክሰርሕ እዩ። ተመዛበልቲ ናብ መረበቶም ምምላስ ጥራሕ ዘላቒ መፍትሒ ከም ዘይኮነ ዝገለጸ ፕረዚደንት ጀነራል ታደሰ ወረደ፣ ዘይመንግስታዊ ትካላት፣ ትካለት ገበርቲ ሰናይ ሓዊሱ ዝምልከቶም ኣካላት ተመዛበልቲ ናብ መረበቶም ምስ ተመለሱ እግሪ ናይ ምትካል ስራሕቲ ኣብ ምፍፃም ክዋስኡ ከም ዝግባእ ሓቢሩ ኣሎ። ፕረዚደንት ጀነራል ታደሰ፣ ኣብ ምሕደራ ብትካላት ሕቡራት መንግስታት ይኹን ካልኦት ዘይመንግስታዊ ትካላት ዝወሃብ ፋይናንስ ሓገዝ ዝምልከት ብዝምልከቶ ናይ ግዝያዊ ምምሕዳር ትካላት ክመሓደርን ፌዴራል መንግስቲ ዝደለዮ ናይ ኦዲትን ክትትልን ስራሕ ንምፍፃም በሪ ክፍቲ ከም ዝኾነሉን ገሊፁ ኣሎ። ብተመሳሳሊ ብዛዕባ ኣብ ሱዳን ዘለዉ ስደተኛታት ዝምልከት እውን ዘላቒ መፍትሒ ክሳብ ዝግበረሎም ማሕበረሰብ ዓለም ድጋፍ ንክገብረሎም ፀዊዑ። መንግስቲ ፌደራል ኣብ ምምላስ ተመዛበልትን ምቕራብ እኹል ሰብኣዊ ሓገዝን ምስ ግዝያዊ ምምሕዳር ኮይኑ ሓላፍነቱ ንክዋፃእ መልኽቶም ኣመሓላሊፎም። ኣብቲ ዘተ ኮሚሽን ንሓደጋ ስግኣት ትግራይ፣ UNHCR፣ IOM፣ ኦቻ ሓዊሱ ዝተፈላለዩ ትካላት ኣብ ዝተረኸብሉ ትልሚ ዘላቒ መፍትሒ ኣብ ከቢድ ማሕበራዊ ህይወት ዝርከቡ ተመዛበልቲ ትግራይ ተዘትዩሉ ኣሎ። እዚ ማለት እቲ ጀነራል ናብቲ ኣብ ወርሒ ሓምለ ክልተ ሽሕን ዓሰርተ ሽዱሽተን ዓመተ ምህረት ዝተዓናቐፈ ምምላስ ተመዛበልትን ሉኣላውነት ትግራይን ከምዝተመለሰ ዘመልክት ኮይኑ ብወገን ወረርቲ ሓይልታት ድማ ናይ ዓቕሊ ፅበት ስጉምቲ ምውሳድ ነዘራጉድ ኮይኑ ኣሎ። ኣብቲ ኣብ ትሕቲ ጎበጣ ዝርከብ ምዕራብ ትግራይ ብናይ ኣምሓራ ወረርቲ ዝተመዘዘ ምምሕዳር ክልተ ዓለም ለኸ ዘይመንግስታውያን ትካላት ኣጊዱ ኣሎ። እቲ ዝገርም ድማ ንዕኦም ናይ ምእጋድ ስልጣን ዘይብሉ እንከሎ እዩ ነዚ ስጉምቲ ወሲዱ ዘሎ። ኣብ ጎበጣ ዝርከብ ምዕራብ ትግራይ ብመንግስቲ ክልል ኣምሓራ ዝተመዘዘ ምምሕዳር ክልተ ዓለም ለኸ ሰብኣዊ ትካላት ኣብቲ ከባቢ ከይንቀሳቐሳ ብምክልኻል ንዘይተዓገተ ተበፃሕነት ረድኤት ስክፍታታት ኣዕሚቖን ኣብቲ ከባቢ ዘሎ ገደብን ዓፈናን እናወሰኸ ብሓቂ ክኸይድ እዩ ጽዒሩ ዘሎ። እቲ ብደመቀ ዘውዲ ዝምራሕ ዘይሕጋዊ በዓል ምሕዳር፣ ዓለም ለኸ ሕክምናዊ ኮርን ቤት ምኽሪ ስደተኛታት ኖርወይን ድሕሪ ደጊም ኣብ ምዕራብ ትግራይ ክሰርሑ ከም ዘይፍቀደሎም ብምግላጽ ነቲ ከባቢ ኣካል ትግራይ ምዃኑ ኣፍልጦ ሂብዎም ክብል እዩ ከሲሱ ዘሎ። ነዚ ጠቐነ ክጥዕመሉ ድማ ኣብ ዘይሕጋዊ ምስግጋር ደቂ ሰባት ኢድ ኣለዎም ብምባል ከሲሱ። IMC ይኹን NRC ንዝቐረበሉ ሕቶ ርእይቶ ብቕጽበት መልሲ ኣይሃቦን። እቲ ስጉምቲ ዝውሰድ ዘሎ ጀነራል ታደሰ ወረደ ኮነ ጀነራል ሳሞራ የኑስ ዝተስማዕምዕሉ ሓደ መርገጺ ይወጽእ ኣብ ዘለሉ ኣትዮ። ጀነራል ታደሰ ወረደ ኣብ ወርሒ ሓምለ ክልተ ሽሕ ዓሰርተ ሽዱሽተ ዓ.ም ምስ ኣይተ ጌታቸው ረዳ ብሓባር ናብ ምዕራብ ትግራይ ንምእታው ብዶብ ጀሚሮም ፀለምቲ ምስ በፅሑ ብወገን መንግስቲ ኢትዮጵያ ወረርቲ ሓይልታት ኣምሓራ ከምኡ እውን ጉባኤ ከካይድ እየ ዝበለ ህወሓት ከም ዝተዓናቐፈ ኣይርሳዕን። በዚ ኣብ ፀለምቲ ጠጠው ዝበለ ምምላስ ተመዛበልትን ሉኣላውነትን መንግስቲ ኢትዮጵያን ወረርቲ ሓይልታትን እምበር ኣብቲ ዋና ብምፍንጫል ዝኣተወ ህወሓት ኮነ ትግራይ ግን እንትርፎ ጉድኣት ዝኾነ ጥቕሚ ከይደረኹ ህወሓት ካብ ሕጋዊ ሰብነቱ ሰሪዙ ህዝቢ ትግራይ ድማ ስቓይ፣ ጥሜትን ሞትን ወሲኹ ክሳብ ሎሚ ዝቐጸሉ ኮይኖም፣ ጀነራል ታደሰ ወረደ ድማ ነዚ ዝተዓናቐፈ ምምላስ ተመዛበልትን ሉኣላዊነትን ዳግም ከም ዝጅምር እዩ ዝገልጽ ዘሎ። ኣብቲ ናይ ቅድሚ ሕዚ ተበግሶ ነባራት መራሕቲ ኣብ ምዕራብ ትግራይ ክቕጽሉ፣ ሃለዋት ውድብ ህወሓት ክቕድም ዝብል ብወገን ትግራይ፣ እቲ ከባቢ ብሪፈረንደም ክውሰን ተመዛበልቲ ድማ ክምለሱ ዝብል ብወገን ኣዲስ ኣበባ ምስሕሓብ ዝጸንሑ ኮይኖም፣ ኣብዚ ቀረባ እዋን ቃለ መሕተት ዝሃበ ጀነራል ሳሞራ ዩኑስ ድማ ንመሪሕነት ትግራይ ክሳብ ምስ ዕጥቁ ምእተው ተባሂሉ ከም ዝነበረ እንተኾነ ምስ ነባር ምምሕዳር ተዚኣቲና ብዝብልን ካልእን ከም ዝተዓናቐፈ ብምግላፅ ሐዚ እውን ብተመሳሳሊ ብወገን ትግራይ ዝውሰድ ስጉምቲ እቲ ከባቢ ትግራዋይነቱ ዝዕቅብ ህዝቢ ዘቐድም ክኸውን ከም ዘለዎ ብምግላፅ ጀነራል ታደሰ ወረደ ጀሚርዎን ዝነበረ ተበግሶ ከቐፅሎ ከም ዝደልዩ ሓቢሩ ነይሩ። ብመሰረት ኣሃዛት ሕቡራት ሃገራት ክሳብ መወዳእታ ዕስራ ዕስራን ሓደን ልዕሊ ሓድ ነጥቢ ክልተ ሚሊዮን ሰባት ካብ ምዕራብ ትግራይ ተመዛቢሎም ከም ዝነበሩን ናጻ ተቖጻጸርትን ሰብኣዊ ትካላትን ተበጻሕነት ብጸጥታዊ ስክፍታታት ተገዲዱ ከም ዝጸንሐ ይፍለጥዮ።
ሓደ ብዙሓት ወልቀቶትን ጸገዴንን ኣብኡ ኣለዉ እዮም። ተጋሩ ተጋሩ እዮም ኦኬ ተጋሩ እዮም ኢለ እየ ዝኣምን ነገረካ እኮ ናይ ኣቦይ ኦኬ ተጋሩ እዮም ኣብኡ ኣለዉ እዞም ተፈናቒሎም ዘለዉ ንክቕበሉ እውን ድልዋት ምዃኖም ፈልጥ እዩ ኣብዚ ህዝቢ ምንም ፀገም ክህልዎ ይኽእልጉድ ፅቡቅ ጌርካ ህዝቢ ፀገም ይብሉ ክቕበሎም ድልው እዩ እዚ ክሳብ ዝኾነ እቲ ክኸይድ ዝደለ ይኸይድ ኦኬ
ተዓጠቐ ሓይሊ ግን እኒኦ ተዓጠቐ ሓይሊ
ኣሎ ድማ ክልተ ዓመት ዕጥቂ ምርጋፍ ተጀሚሩ ነይሩ ይፈልጥ እየ ግን ኣብኡ ቅድሚ ክልተ ዓመት ተጀሚሩ ነይሩ ዘን እንታይ ተባሂሉ እቶም ዝነበሩ መመሓድርትና ሂዝና ኢና እናኣቱ ንሱ ሒዝና እንተዘይኣቲና ኣይኾንን ተባሂሉ ጌጋ ክኸውን ይኽእል እዩ ብወገን መን እዩ ብወገን ትግራይ ብወገን ትግራይ
ጌጋ ክኸውን ይኽእል እዩ ዝሰማዕክዎ ግን እዚ ኣይ ኣነ ዝሰማዕኩ እንዲያውም ወዲ ወረደን ጌታቸው ረዳን ክገልፁ እንከለዉ ሰሚዐ ቤተክርስትያን ንኺድ ንእቶ እተው ዘለውን ተሓድሽ ዝምረፅ እውን ትግራዋይ ዝነበረ እውን ትግራዋይ ስለዚ ንእቶ ክብሉ እንከለዉ ወዲ ወረደው ጌታቸው ረዳውን መግለፂ ከምኣ ኢሉ ክህብ እንከሎ ወዲ ወረደውን ከምኣ ኢሉ ክገልፅ ከሎ ሰሚዐ ንእቶ እቶም ፖለቲከኛታት ግን የለን እቶም ዝነበሩ ሕዝና ኢና እናኣቱ ኢሎም ጠጠው ኢሉ
በኮነሬል ዘውዱ

መግባባት የማይቻል ነው የሚል ነገር የለኝም ከነሱ ጋር ቢሆን
ሓደ እዚኣ ፈልጥ ኣብዚ ግዜ እዚ ዕጥቂ ምፍታሕ እውን ነይሩ እዩ ጥራሕ እንተይኮነስ ምስ ዕጥቅኹም እተው እውን ተባሂሉ እምበር ምስ ሚሊሻኹም ምስ ግዛእኹም እተው ተባሂሉ ኦኬ ድሕሪ እቶም ቀጠፍቲ ልያው እዚኣ ምስ ተባለት እቶም ቀጢፎም ዝኣተዉ ኣምሓሩ እቶም ጨፍጨፉ ሃዲሞም እዮም ንጎንደር እቲ ጥዑይ ጥዑይ ትራይ ተሪፉ እምበር ዝኸይ ሃዲሙ እዩ ከም እንደገና ንዚኣ እውን ጌታቸው ረዳ ኣዝሎንግ ኣዝ ሰላማውያን ክሳዕ ዝኾኑ እቲ ከባቢ ንኩሉ ይኸውን እዩ ይተው ሽግር የብልና ምስ ህዝቢ ኢሉ መግለፂ ሂቡ እዩ ቅድሚ ክልተ ዓመት ኣብዛ ግዜ እዚኣ ትርደት ከለላ እቶም ቀጠፍቲ ሃዲሞም እዮም ንጎንደር እኮ ኢሉካ እቶም ቀጠፍቲ እዞም ወንጀለኛታት ወንጀል ዝነበሩ ከም ኣምስ ተባሂሉ ምክንያቱ ትግራይ ምስ ከምኡ ተባሂሉ ምርጫ ግን ይምረፅ ህዝቢ ሓድሽ መመሓደሪ እዩ ተባሂሉ ዝነበሩ ፖለቲከኛታት ድማ ነው ኢሎም ብዘን ወዲ ወረደ መግለፂ ሂቡ ኣብኡ ዘለዉ እኮ ትግራዋይ እዩ ሓድሽ ተመረፅናስ ተው ዘለውን ትግራዋይ እዩ ጌታቸው ረዳ እውን ከምኣ እዩ ኣይኮነትን ኦኬ ድሕሪኡ ሰብኣይ ናይቲ ስደተኛ እንዳወሰኸ እንዳቐፀለ እንዳቐፀለ ከይዱ ይመውተሎም የብልሉ ሓደ መጀመርያ ተሪቶሪያል ኢንተግሪቲ ኣነ ዝኣምነሉ ህዝቢ እዩ። ሉኣላውነት መሬት ንዓይ ሉኣላውነት ህዝቢ እዩ። እቲ ናይ መሬት ምምላስ እሹ ድማ ክምለስ እዩ። ብምንታይ ይምለስ? ብሰላማዊ መንገዲ።
ኣብ መቐለ ዝነበረ ግዙፍ መርዓን ኣብ ኣዲስ ኣበባ መርዓት ዝጠፈትሉ መርዓን ናይ መጀመርታ ወርሒ ጥሪ ኣዘራረብቲ ዛዕባታት ኮይኖም። ኣብ ከተማ ኣዲስ ኣበባ ኣብዚ ሰሙን ዝተሰምዐን ንብዙሓት ዘዘራረበን ናይ መርዓ ታሪኽ ብበዝሒ ወጻኢታት ዘይኮነስ ብዘደንጹ መዛዘሚኡ መዘራረቢ ኮይኑ ኣሎ። ኩሉ ነገር ተዳልዩ ናይ መርዓ ኣዳራሽ ተሸሊሙ ምግብን መስተን መሊኡ እናተጸበየ ዝነበረ መርዓ ብምኽንያት ዘይምምጻእ መርዓት ከይተዓወተ ተሪፉ ኣሎ። ዝተጓንፎ ከምዚ እዩ። ንዓመታት ብሌላ ዝጸንሑን እቲ መርዓዊ ኣብ ወጻእ ሃገር ዝነብርን እዞም ጽምዲ ንመርዕኦም ዝኸውን ልዑል ወጻኢ ኣውጺኦም ነይሮም። ንኣብነት ንክትፎ ጥራሕ ኣርባዕተ ሚእትን ሓምሳን ሽሕ ብር ቅድመ ክፍሊት ተኸፊሉ ነይሩ። እቲ ዲኮር፣ ሽልማት ኣዳራሽ፣ እውን ካብ ብድሮኡ ጀሚሩ ብድሙቕ ኩነታት ተሰሪሑ ተወዲኡ ነይሩ። ይኹን እምበር ኣብ ድሮ መዓልቲ እቲ መርዓ ብዝተፈጠረ ዘይምርድዳእ ኩሉ ነገር ተበላሽዩ። መርዓት ቅድሚ መርዓ ናይ ጥዕና ምርመራ ክንገብር ኣለና ዝብል ሕቶ ተቕርብ። እቲ መርዓዊ ብወገኑ ነዚ ሕቶ ንምቕባል ፍቓደኛ ኣይነበረን ወይ እውን ጊዜኡ ኣይፈቐደን ተባሂሉ። ኣብ መንጎኡ መርዓዊ ቅድሚ ሐዚ መርዓ ነይርዎ እዩ፣ ሓሙሽተ ደቂ እውን ኣለዎ ዝብል ወረርታትን ጥርጣረታትን ምፍጣሮም ነቲ ፀገም ኣጋዲድዎ ተባሂሉ። ሽማግለታት ኣትዮም ንምትዕራቕ ዝገበርዎ ጻዕሪ እውን ከይተሳኽዐ ተሪፎም። ኣብ መወዳእታ ኣብ መዓልቲ መርዓ እቲ መርዓውን ኣዕርኽቱን ተሸላሊሞም ተዳልዮም እናተጸበዩ እንከለዉ መርዓት ግን ኣይመጽእን እየ ኢላ ተሪፋ። ገለ ካብቶም ዝተዓደሙ ኣጋይሽ እውን ነቲ ጉዳይ ሰሚዖም ከይመጹ ተሪፎም። ብሚልዮናት ዝቑጸር ወጻኢ ዝፈሰሰሉ እዚ መርዓ መርዓዊ ጥራሕ ምስ ኣዕርኽቱ ኣብ ጥርሑ ኣዳራሽ ፎቶ ተላዒሉ ናብ ቤቱ ብምምላስ ተዛዚሞም። እዚ ኣጋጣሚ ከይተረዳዳእኻ ምምርዓው ዘምጽኦ ጣጣን ቅድሚ ወጻኢታትን ምድላዋትን ግሉጽነትን ምትእምማንን ክሳብ ክንደይ ኣገዳሲ ምዃኑ ንብዙሓት መምሃሪ ኮይኑ ሓሊፉ ኣሎ። ብኻልእ ሓበሬታ ድማ ኣብ ትግራይ ኣብ መቐለ ኣብ ሓወልቲ ሰማእታት ዝተገበረ ግዙፍ መርዓ ካሊእ ኣዘራራቢ ዛዕባ ኮይኑ ኣሎ። እቲ መርዓ ግዙፍ ምዃኑን ኣብ ሓወልቲ ሰማእታት ምክያዱን ኣዘራራቢ ዝገበሮ ኮይኑ ብዙሓት ግን ኣብ ሓወልቲ ሰማእታት ምክያዱ ዘንቅፍ ከምዘይብሉ እዮም ሞጊቶም። ብመጠን ግዝፉ እውን ዘካትዐ ኮይኑ ኢንጅነር ታደሰ የማነ ግን ዋላ ግዙፍ መርዓ ዝድግፍ ምዃኑን ኣብ ክንዲ ኣፍርዮም ንዝሕጎሱ ምንቃፍ ነቶም ኣብ ድኽነት ዝነብሩ ዝያዳ ዘተባብዕ ነገር ምስራሕ ኣገዳሲ ምዃኑ ሓደ እዋን ምዒዱ ነይሩ እዩ። ሓደ ሓደ ሆፕ ክብል ተሎስ ንዑ ተኩስና ጣዕ ጣዕ ጣዕ ንብል ኣታ ሓዘና ኒና ሓዘና ኒና so do you want us to remain in darkness ዓቐን ክህልወሉ ሓደ ሓደ እንትና ሽግር የለን እሱ ይሃሉ ሽግር የለን ኣነ ኣብ ትግራይ ብጣዕሚ ዘግርመኒ ነግረኩም ሰብ የብሉ እኮ ሰብ ምንም ነገር የብሉ ድሓር ወይ መርዓ ይገብር ገባር ማለት ወይ ግዛዕ ሃታ ጠቅላላ ብፍሰስ ተፋሰስ በቃ ጠቅላላ ቁጠባ እቲ ዝበልዖ ዘይተውዝሕሉ ካብቲ ዘየለ ትጨቃጨቆ ወሓደ መዓልቲ ተሓጉሱ ይሞት ኣሎ እኮ ሰብ ሰብ ክስሕቅ ኣለዎ ባይዘ ሰብስ ጥዑይ ምግቢ በሊዑ በቃ ክሓልፍ ኣለዎ ቤተሰቡ ክጋብዝ ክክእል ኣለዎ ናይና ኣሳይመንት ንዘይብሉ ህዝቢ ምምካር ኣይኮን ናትና ኣሳይመንት ናትና ኣሳይመንት ብዙሕ ንክህልዎ ምግባር እዩ ንሕና ግን እቲ ዘይብልና ንምክሮ ከይተፋስስ ኣይትብላዕ ኣይትስተ ኣይትታሓጎስ ግዜ ኣይትግበር ናትና ናይ ኤሊትሮን ዝጎደሎ ምምላእ እዩ ስሩ ውን ርእሲ የብልካ ይኮ ኣሎ እዚ ትፈየ ኦኬ the second option is እዚ ህዝቢ እዚ ምንም ንውር ማለት እዩ በዓልኹም ነርኩምሉ ኩልኹም ጀት ፈሲስዎ ረዚስት መዳፍዕ ፈሲስዎ ረዚስት ድሮናት ፈሲሰንኦ ረዚስት ክልተ ሰለስተ ዓመት ሰለስተ ሚእቲ ሳይ ድግሪ ጠው ጠው ማለት በቃ ከምዚ ኣብዚስ ኣቲካ ምሽምቃቅ ማለት ተሸምቂቁ ረዚስት ሓደ ኳሊቲ ክንድዚ ህዝቢ እዚ ሰዓራይ ስነልቦና ዘለዎ ህዝቢ ምርካብ ኢትስ ሬር ንዑ ዘይምጥቃም ናይና ፌለር እዩ ንዑስ ውልካ እናሸጥካ እንትን ምግባር ኢትስ ቶታል ሮንግ ሓደ ነገር ግን ምልክት ይወሉ

እቲ ህዝቢ በቃ ምርሓኒ ኢለካ ኣሎ ምንም ናበይ ምርሓኒ እንዳውም ምስማዓ ትዕድሉ ማለት እዩ ብናይና ስሕተት ከዋ ጨፍጭፍ ክውደና ነይሩ ስለዚ ኣብዚ ብጣዕሚ እዚ ትግራይ ኣብ ሓዘን ክነቕምጣ ሒግ ንብል ተይተፈለጠና ዊ ሃቭ ቱ ስቶፕ ኢት ዊ ካን ራይዝ በዓልና ክንኾን ንኽእልና ኣይ ቶልድ ዩ ዚስ ጀስት ራፍ ፖሊሽ ተይኮነ ናይ ኣይደ ራፍ እዩ